ዝኾነ ኮይኑ ኣሕዋት ኢና ኣሰና ተኸታተሉ ዘረባ ንዘይምብዛሕ ማለት እዩ ኣሰና ተኸታተሉ ኣሕዋቲና ንምሕፃር ዝኣክል ማለት እዩ መዓንጣ ዝወፅ ዘሎ ንኣኹም ከእምን ኣሰና እዩ መዓንጡ ዝወፅ ዘሎ ሓግዙ ተቐለሱ ህደሙ እንድሕ ዘይጣዕመኩም ዲክታተር መንግስቲ እዩ እኒኦኩም ገለ እንዳ ፎርኖ ገለ እንዳ ሓጭን ነበረ ተገፊፉ ክመጽእ ጌጋ እዩ ገለ ገለ ዋላ ነባራት ብዙራት ደረጃ ናይ ታዕሊም ገለ ዝኸድኩም ትኾኑ እንዲኹም ብዙር ደረጃ ስለ ዘሎ ግን እንታይ እዩ ክብል ንመንግስቲ ምቋም ክነብረ ይኮን ኣብ ዓድና እኮ ዲሞክራሲ መንግስቲ ምቋም ስርዓትካ ኣስተኻኸል ንቋም ኢና ምንተናእስስ ንሕና ኣሕዋትኩም ናኩም ሰሩ ምስ ኣምሓራይ ኮይና ኣይገጠምናኩምን ናይ ሃገር ደረጃ ጉዳይ ነይሩ ኤርትራ መንጎ ልዕሊ ሰላሳን ልዕሊ ኣርባዓን ገለን ዓመት ተቓሊሳ ነፃነታ ኣውጃ ካብቶም ሪፈረንደም ዝኣወጁ ንሕና ተጋሩ ኢና ኢትዮጵያ ማ ይቃወም ነይረን ኤርትራ ትበሃል ክትኸደ የብላን ዳርጋ ዘይተቓለሰት ዓይነት ማለት እዩ ሕዝስ ብክልተ ነገርና ንሪኦ ተገዲድኹም መንግስቲ ተገዲድኩም ዝመጻኹምን ኣለኹም ብድሌትኩም ዝመጻኹም ኣለኹም ተዓንቶ ዝገለጸ ከምዚ ሓውና ግን እንታይ እያ ምስ ሰራዊትና ግጠሙ ሽግር የለን ኣነ ንስኻን ገጥም ኣነ ንስኻን ገጥም ኸልና እቲ ህዝቢ እንታይ ገበረ ፍንጃል ፍንጃል እዛ ዘረኣኹም ፍንጃል ፍንጃል ካብዚኣ ፅዒኖም ኮይኖም ኣብዛ ከተማ ንኣ ክነናግፍ ኢና ከዓ ተራኺብና ህዝቢ እንታይ ገይሩ እንዳገባር ኮይንኩም በሊዕኩም ትፈልጡ ዶ ና- ና- ና- ብልዕባ ሓቲትኩም ዝኣበየኩም ኣሎ ደባና የለን ይበክ ኣሞ ትምግሽ ዓኽ እንታይ ገበረ እዚኣብ ግምት ኣእቲኹም ብገለ ዘለዉ ብወረቐት ምፅሓፍ ድዩ ገለ መለ ብታ ኢንተርቪው እውን ትህዋ ቃልኩም ትሕተቱ ኢኹም ተሓይትኩም ዲኹም እወ እወ ተሓትወ እዚኣ ሕዚ እንታይ ከም ትገብሩ ግልፂ ዝኾነት ንሕና ተገፊፍና

ኣብ ትግራይ እወ እወ ንኤለትራ ይመስለኩም ዶ ዝኾነ ወራሪ ዓዲ ወሪርዋ ተጋሩ ስቁሉ ንሕና ናይ ደገ ሓይሊ ወሪርዋ ንሕና ሱቅ ክንብል ኣይንኽእልን ንኤርትራ ተዝወራ ነይሩ ዝኾነ ናይ ደገ ሓይሊ